ካብ ክልተ ሚእትን ሽዱሽተን ሃገራትን ግዝኣታትን ዝመጹ ልዕሊ ዓሰርተ ሽሕን ሸውዓተ ሚእትን ኣትሌታት ኣብ ምውድዳር ከምዝርከቡ ዝፍለጥ እዩ። ሎሚ ዓመት ንካልኣይ ግዜኣ ንውድድራት ኦሎምፒክስ እተእንግድ ዘላ ከተማ ፓሪስ እምበኣር፣ ሎሚ ቀዳም ሰለስተ ነሓሰ ካብ ፓሪስ ተበጊሱ ኣብ ፓሪስ ዝተዛዘመ ንክልተ ሚእትን ሰብዓን ክልተን ነጥቢ ሓደ ኪሎሜተር ዝሸፈነ ናይ ጽርግያ ውድድር ቅድድም ብሽክለታ ኣብ ማዕልቦ ኣብጺሓ። ሓላም ኣብዚ ሓያል ምትህልላኽ ዝተራእዮ ብቕዓት ሃገራዊት ጋንታ ቤልጅዩም'ውን ብዝለዓለ ዝተንጸባረቖ ንልዕሊ ሽዱሽተ ሰዓታት ዝቐጸለ ውድድር እምበኣር፣ ኣቐዲሙ ኣብ ናይ ግዜ ውድድር ዓወት ብምምዝጋብ ወርቂ መዳልያ ዘንጠልጠለ ቤልጅዩማዊ ሬምኮ ኤቬንፖል ነዚ ውድድር ብሽዱሽተ ሰዓታት ዓሰርተ ትሽዓተ ደቓይቕን ሰላሳን ኣርባዕተን ካልኢታትን ብምዝዛም ደጊሙ ተዓዋቲ ወርቂ መዳልያ ብምዃን ደሚቑ። ንኤቬንፖል ተኸቲሎም ፈረንሳዊ ቫሌንቲን ማዶዋስ ሓደ ደቂቕን ዓሰርተ ሓደ ካልኢታትን ተፈልዩ፣ ከምኡ'ውን ፈረንሳዊ ክሪስቶፍ ላፖርት ሓደ ደቂቕን ዓሰርተ ሽዱሽተ ካልኢታትን ጸኒሑ ካልኣይን ሳልሳይን ደረጃ ብምእታው ተዓወቲ ብሩርን ነሓስን መዳልያታት ኮይኖም። ኣብ ውድድር ቱር ደ ፍራንስ ክልተ ሽሕን ዕስራን ኣርባዕተን ተዓዋቲ ቀጠልያ ማልያ ብምዃን ሓበን ሃገሩን ኣህጉሩን ዝኾነ ተቐዳዳማይ ቢንያም ግርማይ ካብ ናይ መድረኽ ዕዉት ተዓዋቲ ጻዕዳ ማልያ ውድድር ቱር ደ ፍራንስ ሬምኮ ኢቪንፖል ሸውዓተ ደቓይቕን ዕስራን ሰለስተን ካልኢታትን ተፈልዩ መበል ኣርባዓን ትሽዓተን ደረጃ ብምሓዝ'ዩ ነዚ ውድድሩ ፈጺሙ ዝርከብ። ቢንያም ግርማይ ዝመጽእ ሰሉስ ሽዱሽተ ነሓሰ ክልተ ሽሕን ዕስራን ኣርባዕተን'ዩ ናብቲ ብዓቢ ጽምብል ክቕበሎ ተዳልዩ ዘሎ ህዝቡን ሃገሩን ክኣቱ መደብ ተታሒዝሉ ዘሎ። ከምዚ ዓይነት ቅልጣፈ ደለዎ ውድድር መቸም ሽዱሽተ ሰዓትን ዓሰርተ ትሽዓተን ደቂቅን ድኸደ ውድድር ብከምዚ ዓይነት ናህሪ ክውዳእ ዳርጋ ፈለማ እዋን ኮይኑ ይስማዓኒ ክብደት ነበሮ እዩ ብጣዕሚ ቀሊል ዘይኮነ ጸዓት ካብ ተቐዳደምቲ ድሓተተ እዩ ኣብ መወዳእታ ከኣ ዝያዳ ነቲ ውድድር ሙሉ መዓልቲ ክቕልስዎ ዝወዓሉ ተቐዳደምቲ ሃገራዊት ጋንታ ቤልጂም ግያ ተዓዊቶምሉ ክትብል ትኽእል ኢኻ። ምኽንያቱ ቀዳማይ ወርቂ ሜዳልያ ቤልጂም ተተዓዊታስ ካልእ ኣየገድስን'ዩ ማለት ኣይኮነን፣ ግን እሱ ቀዳማይ ብምምልዓሉ እሞ ከኣ ኣቐዲሙ ውን ኣብቲ ናይ ውልቂ ናይ ክሮኖሜተር ተዓዋታይ ብምንባሩ ክልተ ታሪኻዊ ዓወት ምምዝጋቡ ቤልጂም ብኹሉ መዳያታ ስለምንታይ ኣብዚ እዋን እዚ ብዓለም ደረጃ ቀዳመይቲ ደላ እዚ ህያው ምስክር'ዩ። ኣብቲ ካልእ ግን እንታይ እዩ ከም ፍሉይነት ኣብቲ ደረጃ በጺሕና ኣለና እቲ ደረጃ ናይ ተወዳደርነት ናይ ሱታፌ በጺሕና ኣለና ካብዚ ከናበይ ኢና ዝያዳ ስራሕን ዝያዳ ጻዕርን ከድልየና እዩ ምክንያቱ ቢንያም ግርማይ ኣብዚ እዋን እዚ ኦሎምፒካዊ ተቐዳዳማይ ኮይኑ ኣሎ ሕጂ ከ እቲ ቁጽሪ ናይ ኦሎምፒካውያን ተቐዳዳማያ ናይ ኤርትራ ድሕሪ ናጽነት ናብ ኣርባዕተ ኮይኑ ኣሎ ስለዚ እዚ ቁጽሪ እዚ ዝያዳ ከነዕብዮ ክንክእል ኣለና። ዝያዳ ኣብ ታሕቲ ሰሪሕና ከኣ እቲ ኣብ ኣፍሪቃ ሒዝናዮ ደለና ደረጃ፣ ኣብ ዓለም ሒዝናዮ ደለና ደረጃ ዝያዳ ካብኡ ንላዕሊ ከነመዝግበሉ ንክእል መድረኻት፣ ክንወዳደረሉ ንክእል መድረኻት ብዓቢኡ ዊን ተጻወቲ ከነፍርየሉ ንክእል መድረኻት ዝያዳ ኣብኡ ዝያዳ ክንሰርሕ እዚ ናይ ሎምዓልቲ ውድድር ዝረኣናዮ ሓደ መልእኽቲ ዝሃበና ኮይኑ ይስመዓኒ።
መጀመርታ እንኳዕ ብሰላም ተወደኣ እቲ ቀዳማይ ናይ ኩላትና ትምኒት ስለ ዝኾነ እንኳዕ ብሰላም ተወደኣ ምክንያቱ ኣብ ቀደድም ብሽክለታ ዘሎ ሓደጋታት ቀሊል ስለ ዘይኮነ ብከምዚ ምውድኡ ቢንያም ናይ ብሓቂ መጀመርታ ደስ ይብለኒ ኣነ ካልኣይ ነገር ከኣ እዚ ናይ ኣብ መጨረሻ ዝረኣናዮ ናይ ሬንኮ ዝወሰዶ ስጉምቲ ከኣ እቲ ናይ ብሓቂ ይበል ዘብል ተጻዋታይ እዩ። እዚ ተጻዋታይ እዚ ከምቲ ኩሉ ግዜ ኣቐዲምና እውን ኢልናዮ ነበርና ናይ ደግዳግ ተጻወቲ ናይ ኮፕልስቶን ስለ ዝኾኑ ኣብኡ ኣብቲ ደግዳግ ናይ ብሓቂ ተጻዋርነት ኣለዎም ዋላ እውን ነዊሕ ግዜ ከም ተዓዘብናዮ ኣብቲ ናቱ ሲቪ ወይ ኣብቲ ናቱ ድሕረ ባይታ እንድሕር ርኢናዮ ከኣ ከምኡ ዓይነት ተጻዋታይ ስለ ዝኾነ ዝበዝሐ ውድድራቱ ኣብ ከምኡ እዩ ዝዕወተሉ። ስለዚ ከምዚ ዓይነት ዓወት ንዕኡ ከመዝግብ ብዙሕ ድንቂ ኣይኮነን ክብል ይኽእል ኣነ ምክንያቱ ተደጋጋሚ ዓወታቱ ናይ ሬንኮ ዋላ ናይ ቫን ኣርት ቫንደርፑል ከምዚ ዓይነት ፀወታ ዝፃወቱ ስለዝኾኑ ስለዝኾነ እቲ ግምት ዝያዳ ንዕኦም ተዋሂቦም ነይሩ ከምቲ ዝተዋህቦም ከዓ እቲ መጨረሻ ከዓ እቲ ዝወሰደ ስጉምቲ ከዓ ናይ ብሓቂ ፅቡቅ ነይሩ ኣብ መጨረሻ እታ ፀወታ ከምዚ ማዕበል ትጋማጠል ዝነበረት ኣብ ድሕሪት በዓል ቫን ኣርት ቫን ደር ፑል ናይ ብሓቂ ዋጋ ከፊሎምላ ቀዲሞም ንሬንኮ ክኸይድ ከሎ ስቂሎም ብምርኣዮም ከምታ ኩልና ተዓዘብናያ ከዓ እትና ናይ ብሓቂ ፅቡቅ ፀወታ ተፃዊቱ ዋላ እውን ኣባላሽዩ ከብቅዕ ከማን ብሽክለታ ቀይሩ ከምዚ ዓይነት ዘደንቕ ነይሩ። ፍሉይነት ነይርዎ እዩ ናይ ለዘበን ዮናስ እሞ እፍቲ ፍሉይነት ከኣ በልጂም ነቲ ጸወታ ካብ መጀመርታ ስጋዕ መወዳእታ እዮም ክቋጸርዎ ጀሚሮም ተቆጻጺሮሞ ከኣ ተዓዊቶም ስለዚ እንታይ ዓይነት ሓሳብ እዩ ነይርዎም ስጋዕ ክንደይ እዮም ኮንካ ኣብቶም ኣርባዕተ ተቐዳደምቲ ናንቶም እምነት ነይርዎም ናይ ብሓቂ
ትብዓት እዩ ክትብሎ ትኽእል በቲ ሓደ ወገን ምክንያቱ እቲ ከምዚ ዓይነት ስጉምቲ ክትወስድ ከለካ ቀሊል ስጉምቲ ይኮንን ምክንያቱ ንክልተ ሚእትን ገለን ኪሎ ሜተር ከምኡ ገይረ ክውድእ ኢልካ ክትሓስብ ከለካ ንገዛ ርስካ እቲ ኣብ ኦሎምፒክ ብምዃኑ ከምኡ ኢልካ ምውዓልካ ኦሎምፒካ ናይ ኩሉ ሃገራት ነፀብራቅ ከም ምዃኑ መጠን ዋላ እሱ ጥራሕ ይኣክለኒ እዩ ኢልካ ትዓግበሉ ኣጋጣሚ ኣሎ ሕጂ ከምዚ ኢልካ ውዒልካ እንደገና ዓወት ሒዝካ ናይ ብሓቂ ስጋዕ ክንደይ ርእሰ ተኣማንነት ኣብቲ ተጻዋታይ ኣብቶም ተጻወቲ ነይሩ ከኣ ዝያዳ ከኣ ክስታይ ዘተኣማምነካ ማለት እዩ ርእሰ ተኣማንነት ልዕሊ ኩሉ ርእሰ ተኣማንነት ነይሮም ነቲ ኪሎመተር ጥራሕ ዘይኮነ ነቲ ቅርጺ መሬት ከምኡ ገይሮም ክኸድዎ ምዃኖም ርእሰ ተኣማንነት ነይሮም ወይ ከኣ ናይ ከምኡ ዓይነት ተጻወቲ እዚ ንዓና ዘድምዕ ኢልካ ዝያዳ ሓሊምካዮ ጸኒሕካ ከኣ ዝያዳ ከም ትዕወተሉ ፎካስ ጌርካ ትኣቱ ምሽ እዚ ከምኡ ዓይነት ክሳይ ስለ ዝነበሮ እዩ ርእሰ ተኣማንነት ስለ ዝነበሮ እዩ ክብል ደሊ ኣነ ከም ፍሉይነት ዮናስ እስከ ንድሕሪት ቁርብ ምልስ ከብለካ 2006 2007 ኣብ ኬንያ ቅድዲ ምሽክለታ ተዓወተት ሃገራዊት ጋንታ ድሕሪኡ ንኣፍሪቃ ልዕሊ ዓሰርተ ዓመታት ዓብሊላቶ ዳሕራይ ከዓ እዚ ናይ ሱታፌ ናይ በዓል ዳንኤልን ናትናኤልን መርሃውን መፅኡ ስለዚ እዚ ናይ ሕጂ ስታፌ ናይ ቢንያም ከ ስጋዕ ክንደይ ኣብ ቅድድም ብሽክለታ ሃገርና ጽልዋ ክህልዎ? ናይ ብሓቂ እዚ ዘማትእ ነገር ኣይኮነን ኣብ ኦሎምፒክ ዋላ ቅድሚ ሕጂ ዳኒኤል ዘምጾ ዝነበረ ውጽኢት ዋላ ኣብ ክሮኔሜተር ዋላ ውን ኣብ እቲ ናይ ሮድሬስ ቀሊል ነገር ኣይኮነን ጸኒሕና እዩ ማለት እዚ እቲ ዝጸንሐ ነገራት ዝሕጉሰካ ነገር እዩ ምክንያቱ ቢንያም ንዕኡ እዩ ደጊምዎ ክብለካ ይደሊ ኣብ ሕልፊ ኣብዚ ናይ ኦሎምፒክ ማለት እየ እዚ ብተራ ብኩሉ እንድሕር ሪኢኻዮ ግን እቲ ኣብ ኣፍሪቃ ሒዝናዮ ዘለና ደረጃ እቲ ኣብ ኣፍሪቃ ሒዝናዮ ዘለና ብቕዓት ከመይ ጌርና ናብዚ ናይ ቻምፒዮን ዓለም ኣብ ናይ ከምዚ ዓይነት ውድድር ንቕይሮ ከዓ ተፃወትና ከዓ ዝያዳ ዝያዳ ዝያዳ ሓላፍነት ዘሰክሞም ብሕልፊ ብሕልፊ እቶም ፕሮፌሽናላት እንታይ ክገብሩ ኣለዎም እንታይ ከ ክንገብር ኣለና ዝያዳ ንሳቶም ሓላፍነት ዘሰክሞም እዩ ምክንያቱ ብውልቅኻ ዝበሃል ነገራት ዓወት የለን ዶ መዓንቲ ቢንያም ብውልቂ ይውዒሉ ንኣብነት ፈረንሳ ሕጂ ሪኢና ምስ ካብ ኣርባዕተ ተፃዋቲ ክልተ ሰብ ኣብ ፖድየም ምእትያ እዚ ቀሊል ነገር ኣይኮነ ኣርባዕተ ተፃዋቲ ስለ ዝፀወርሕዋ ንሕና ከዓ ሓደ ቢንያም ሒዝና ከምዚ ጢልጢል ምባልና ሓደ ንቢንያም ዝያዳ ነቲ ዝኣብኡ ዝኣቱ ሰብ ዝያዳ ሞር ሓላፍነት ዘሰክምን ስትረስ ዝገብርን ነገራት እዩ ንቢንያም ዝሕግዝዎ ነይሮም እንተዝኾኑ ምናልባሽ እንታይ ክገብር ይኽእል ነይሩ ካልእ ስእሊ ዝበናስ ሕጂ ተሪፍና ዘሎ ልክዕ ከምቲ ናይ ኣፍሪቃ ከምዚ ክትብሎ ጸናሕካ ተቋጻጺርናዮ ርእሰ ምትእምማን ጌርና ዘለና ኣብ ናይ ኣፍሪቃ ውድድራት ኣብቲ ናይ ዓለም ውድድራት ድማ ከምኡ ንክንገብር ሕጂ ብቲም ደረጃ ብጋንታ ደረጃ ንሰርሓሉ ግዜ ዝኣኸለ ኮይኑ ይስማዓኒ ንዓይ ሕጂ ውን እዚኣ ሆምወርክ እዚኣ ዝያዳ ንሃገራዊ ፈደረሽን ትምልከት ምኽንያቱ ቅድሚ ሓደ ዓመት ናይ ኦሎምፒክ ብዘዋህለልካዮ ነጥቢ ኢኻ ዝያዳ ቁጽሪ ናብ ኦሎምፒክ ክትእቱ ዝውስነካ ማለት እዩ። ሕጂ ናይ ዓሚ ነጥቢ ዝነበረና እዩ ዝያዳ ብዙሕ ሰብ ከማን ኣብዚኣ ዝሓተላ ዘይሕጎሰላ ሰብ ኣሎ ዝያዳ ንጽርቲ ንኽትከውን እዚኣ ዓሚ ዝነበረና ነጥቢ ኣብ ናይ ኣፍሪቃ ውህሉል ነጥቢ ከስግረና ስለ ዘይከኣለ ኢና ብሓደ ቢንያም ተወኪልና እዚ ዓመት እዚ። ስለዚ ሕጂ ውን ኣብታ እትመጽእ ኦሎምፒክ ድሕሪ ኣርባዕተ ዓመት ማለት እዩ ቅድሚኣ ዘሎ ሓደ ዓመት ናይ ግድነት ዝያዳ ነጥቢ ንምውህላል ናይ ኣፍሪቃ ውድድራት ብምሉኡ ኣብ ኢድና ኣብ ትሕቲ ቁጽጽርና ክንእትዎ ክንከላለን ዝድር እናተወዳደርና ነቲ ነጥቢ ሓፍ ኣቢልና ከመይ ጌርና ሰለስተ ሰብ ወይ ከዓ ኣርባዕተ ሰብ ነሳትፍ እዚ ዕዮ ናይ ሃገራዊ ፈደረሽን ይኾን እንተሓር ከምቲ ዝበልካዮ ኣብቲ ናይ ቴክኒክ ፀወታ ክትኣቱ ከለካ ሽዑ በዓል መን ተሳትፍ ንኣብነት ቢንያም ድሕሪ ስፕሪንተር ናይ ሃገራዊት ጋንታ ኮይኑ ንቢንያም መን ከውፅኦ ይኽእል ኣማንኤል ገረዝጌት ደድልዮ ናትናኤል ይደልዮ ናትናኤል ተኮይኑ ከ መን የድልዮ እንዳበልና ሽዑ ኣብቲ ናይ ሽዑ ዘሎ ብቕዓትን ኮንዲሽንን ድሕሪ ኣርባዕተ ዓመት ዝምዘን ኮይኑ ይስምዓኒ ብዝያዳ ግን ሃገራዊ ፈደረሽን ከመይ ጌርና ዝያዳ ቁጽሪ ከነሳትፍ ንኽእል ሃገራዊ ፈደረሽን ካብ ሕጂ ኣትሒዙ ነዚ ጉዳይ እዚ ክሓስበሉ ይላበው በዚ ኣጋጣሚ። ከም ፍሉይነት ዮናስ ንሃገራዊ ፈደረሽን ዓቢ ስራሕ ሂብካዮ ኣለኻ። እስኻትኩም ከ ከም ኣሰልጠንትን ከም ኣለይትን ከ ስጋዕ ክንደይ ኢኹም ሓላፍነት ተሰኪምኩምዶ ኣለኹም ምኽንያቱ ብንያም ኣብቲ ድበረኸ ደረጃ ኣብጺሒና ስለ ዘሎ። እወ ናይ ብሓቂ ጽቡቅ ንሕና ኩሉ ግዜ ኣብ ስራሕ ኣለና ኩሉ ግዜ ኣብ ስራሕ ኣለና ምክንያቱ ምስልጣን ስጋዕ ዝኾነት ግዜ ስራሕና ኩሉ ግዜ ኣብዚ ዓውዲ ምስልጣን ኣለና ዝያዳ ከዓ ናብቲ ዝያዳ ቴክኖሎጂ እንታይ ይበፅሑ ኣሎ ከመይ ይበፅሑ ኣሎ እንታይ ኣሎ እንዳበልካ ዝያዳ እንዳፅናዕካዮ ስለ ትኸይድ ስራሕ ኣይተፈለናን ዝያዳ ነቲ ስራሕ ግን ዕዉት ክገብሮ ዝኽእል ሃገራዊ ፌደሬሽን ኣብዚ ጉዳይ እዚ ከመይ ጌሩ ይነጥፍ ሓደ ጉዳይ ባጀት ነቲ ናይ ኣፍሪቃ ብምሉኡ ውድድራት ብትብዓት በቲ ዘለዎ ባጀት ክወዳደር ክኽእል ኣለዎ ክኣቱ ክኽእል ኣለዎ ማለት እዩ እንድሕር ኣብዚ ኣቲኻ ዝያዳ ቁፅሪ ከም ተወዳድር እንድሕር ፈሊጥካ ሽዑ ከመይ ጌርካ ነቲ ሕጂስ ኣሰልጣንስ ድሕሪ ሃገራዊ ፌዴሬሽን ዕዮ ድሕሪ ሃገራዊ ፌዴሬሽን እየ ማለት እዩ ምክንያቱ እሱ ኣብ ዘየዳለወሉ ባጀት ወይ ኣብ ዘየዳለወሉ ውድድር ኣሰልጣኒ ክኣቱ ኣይክእልን እዩ። ስለዚ ሃገራዊ ፈደረሽን ነዚ ዕዮ እዚ ምስ ሃበካ ንሕና ከኣ ከምዚ ዝበልካዮ ዝያዳ ሓላፍነት ዘሰክመካ ጥራሕ ዘይኮነ ልዕሊ ኩሉ ከኣ ልዕሊ ኩሉ እቲ ሃገራውነት በጺሕናዮ ዘለና ደረጃ በጺሕና ክንብል ኣብቲ ዝለዓለ ደረጃ ክንበጽሕ ተኾንና ዝያዳ መጽናዕቲ ዝያዳ ስራሕ የድልየና ደሓር ንውሕ ዝበለ ግዜ ጌርካ ንከምዚ ዓይነት ውድድር ክትሰርሓሉ ከኣ እቲ ዝበለጸ ይኾን ማለት እዩ እታ እታ ትእትዋ ጋንታ ናይ ግድነት ብቲም ደረጃ ተዋሃሂዳ ኣብ ኤርትራ ዲ ካብ ኤርትራ ወጻኢ ዲ ንተካይዶ ልምምዳት መን ናይ ቦላታይ መን እንታይ ይገብር ዝያዳ ሓላፍነት የሰክመካ ማለት እዩ። ሕጂ እዚ ግን ክኸውን ክንደይ ቁጽሪ ተሳትፍ ኣለኻ፣ ብኽንደይ ተጻወትቲ ክትውከል ኢኻ ንዝብል ሕቶ ግን ዝያዳ ክምለስ ዘለዎ ኮይኑ ይስምዓኒ። ቀሊል ነገር ኣይኮነን እዚ ተበጺሑ ዘሎ። ብዝተረፈ እቲ ቢንያም ጌርዎ ዘሎ ውጽኢታት፣ ቢንያም ኣምጺእዎ ዘሎ ውጽኢታት ከኣ፣ ዝያዳ ልዕሊ ኩሉ ከኣ ገላጺ፣ ተግባራዊ፣ ኣፋዊ፣ ጃህራዊ፣ ገለ ዘይኮነስ ዝያዳ ዝተጨበጠ ነገር ክንዛረብ ምህላውና ከኣ ንሕና እዚ ንንየት ኣይኮናን ዘለና ንፍክር ኣይኮናን ደለ ኣብ ዝሰራሕናዮ ነገራት ግን ነቲ ዝሰራሕናዮ ክንግምግም ናይ ግድነት ስለ ዝኾነ እቲ ተሰሪሑ ዘሎ ከኣ ውጽኢታዊ ስለ ዝኾነ ንሃገር ማንም ሃገራዊ ሓበንን ኩርዓትን ሓደ ዜጋ ስለ ዝኾነ ውጽኢት ናይ ሓደ ዜጋ ውጽኢት ናይ ሓንቲ ሃገር መንነት መግለጺ ስለ ዝኾነ እዚ ከኣ ትብዓትና ሓቦና ኮይኑ ክቅጽል እንድሕር ኮይኑ ኩልና ኢደ ኢድ ካልና ክንሰርሕ ናይ ኩላትና ግደ ኢዩ ኢለ ይላቦ እማ ሕጂ ኩሉ ኣብ ጎደና ዘሎ ሰብ ተሓጉሱ ትሪኦ ኩሉ ካብ ሃገር ወጻኢ ኣብ ደገ ደሎ ሰብ ተሓጉሱ ዮሃና ክብሎ ትደሊ ስለዚ እዚ ውሽጥካ መንነትካ ብመን ሕራይ ዝትንክፍ ነገር ስለ ዝኾነ ናይ ኩልና ህርመት ልቢ ዓወት ስለ ዘድመጸ መንነትና ኣብ ሃገር ብሃገር ደረጃ ኣብ ዓለም ደረጃ ዝገለጽናሉ ኣጋጣሚ ስለ ዝኾነ ፍሉይ ስራሕ እዩ ተሰሪሑ ዘሎ ኣብ ታሪኽ ቅድድም ብሽክለታ ዓቢ ዓቢ ከፋቲ በሪ እዩ እዚ በሪ እዚ ግን ጠጠው ኢሉ ከይተርፍ ዝያዳ ስራሕ ዝያዳ ዕዮ ዝያዳ መጽናዕቲ የድልየና ንኹሉ ዝምልከቶ ኣካል እዩ ማለት እዩ ስድራ ቤት ይኹን ካብ ስድራ ቤት ወጻኢ ጋንታታት ሃገራዊ ፌደሬሽን ኮሚሽን ስፖርት መንግስታዊ ኣካል ብሙሉኡ እዚ ጉዳይ እዚ ብዕቱብ ሪኡ ብዕቱብ መፅናዕቲ ተገይርዎ ንዝያዳ ዕምቆት ንዝያዳ ስራሕ እንታይ ክንገብር ኣለና ኣብዚ ከይንዛነይ እንድሕር ስጋዕ ክንድዚ ዓቕምታት ኣለና ኮይኑ ኣብዚ ንኸይንዛነይ ዝያዳ ሓላፍነት ዘሰከም ስለዝኾነ ናይ ኩሉ ዕዮ እዩ እዚ ስለዚ ተንኪዩ